መሲልካ ንወዲ ሰብ ኣብ ሕማቅ ነገራት ንሕብረተሰባት እንዳበልኩም ሕብረተሰብ ሃ ንዓና ትሃርሙና ኣለኹም እንታይ ጌረካ ኣነ እንታይ ጌረካ
ድሃረመኪ የለን ንሰለይ ሰገን ስምዓኒ ጥራይ ስምዓኒ ሓጻር እያ እዚኣ መንእሰይ ሓጻር እያ ሰገን ሓብትና ሓንቲ ሻዕ ኣብታ ስምዓኒ እሞ ዝበልኪ ኣይኮነን እዚ ናይ ሓበሻ ጸርፊ ተረዲእካ ብዘይ ሓደ ነገር ወላ ሓንቲ ከይገበርናዮም ወላ ሓንቲ እንታይ ዝበሃል ንዓይ ማንም ሰብ እኮ ይፈልጠኒ እዩ ኣነሰ ግን ኣብ ቲክቶክ ትሪቲ ኮይነ መልሓሰይ ብካልእ ትፈልጡኒ ዲኩም ንዓይ ወላ ሓንቲ ትፈልጡኒ ዲኩም እዚ ናይ ሻላ ወዲ ሻላ ኣብ ማስ ሜዳ ግን ኣብ ዝበልካ ማስ ሜዳ ግን ኣትሊስት መን ምዃንኪ ንፈልጠኪ ኢና ጽቡቅ ጌርና ቴስዓን ትሽዓተን ሚእታዊት ስምዓኒ ሞኒ ሓደ ወዲ ሰብ ተረዲእካ ኦም ቴስዓን ትሽዓተን ሚእታዊት ኣነ ፈልጠኪ ሕጂ ብመልሓሰይ

ወዲ እዮ ኣብ ጌጋ ወላ ሓድ ዘይጋገ ሰብ የለን ሶሪ ፈጣሪት ኣይኮንክን ኖኖ ኣነ ኮ ኢለ እሞ ኣነ ኮ ኢለ ኣነስ ኢለ እቲ ሕማቅ ነገራት ክዛረብ ከለኹ ጌጋታተይ ተኣሪምኩምንስ ደስ ዝብለኒ ደስ ዝብለኒ ኢለ ተረዲካ ግን ሕራይ ንሕሞ ስኹ ካብ ጌጋኺ ኣይተኣረምክን ንሂርኪኺ እንታይ ገይረ ትብል ዘለኺ ካልኣይቲ እዮም ነቦኺ ፀሪፎም ትብል ዘለኺ ክብሪ ቦኺ ስለ ዘለና ኢና ፍትሒ ርከብ ኢልና ዳውን ዳውን ንብል ዘለና ነቦ ከማይ ተጸበቅኩሉ ኣብ ዓዲ ናጽነት ኣብ ዓዲ ፍትሒ ኢኪ ዘለኪ ተረዲእኪ ሕስሪ ኣየኮናን ከም ኣቦታትና ሪኢና ከም ኣያና ሪኢና ኣቦና ፍትሒ ክረክብ ኣለዎ ንብል ምናልባት ብናትኪ ኣጠማምታ ተቃወምቲ እዮም ኢልኪ ስምዓኒ ትጸርፊና እዚ ትህቢ ናይ ፖለቲካ ገለ መለ ክዛረብ ኢለ ኣይኮንኩን ተረዲእካ ስደት ወፂኦ ኣለኹ ንምንታይ ስደት ወፂኦ ንስድራ ቤተይ ንነፍሰይን ክኸውን ደኣ እምበሪ ናይ ፖለቲካ ክዛረብ ኣይኮንኩን መፂኣ ጥራይ እንታይ ትገብሩ እዚ ንዓኹም ዝምልከት እዩ

ንእሽቶይ ቪዶ ካብ ሃለው ሃለውስያ ምስ በዓል ሸያ ሸላ ድዮም ዝብሃሉ ጊዘ ከተጥፍኢ ሓንቲ ንእሽቶይ ቪዶ ሰሪሕኺ ኣቦይ ብሂወት ከሎ ክሪኦ ፕሊስ ይፈታሕ ኣነ ይፈቶ ኔመ ሰሪኡ ሶሪ ሰገን ኣብዚ እውን ብዙሕ ኣይድልየንን እዩ ግን ኣብዛ ዝበልክያ ከይት ትምቅረኒ ከምኡ ኢልኪ ቪዶ ስርሒ ኢና ኢልና ካልእ መላ ወላ ሓንቲ እንታይ ኢለ ቪዶ ክሰርሕ እንታይ ኢለ ቪዶ ክሰርሕ ኣቦኺ እወጽእ ኣይ ዶንት ኖ መሰሪኡ ስለ ዘይንፈልጣ ኣብኡ ኢና ኣቱና ድኣ ንኺድ ደይ በዓል ክብቲ ማስሜዳ ኢልክየ እምበር ኣብኡ ብዙሓት ዘእትወና ጉዳይ ኣይኮነን ኣብኡ ይምልከተና ንሰገን ኣብዛ ዘላ ንዛረብ ብላሓን ብሬ
ወዲ ሰብ ዝኾነ ዓቕሚ እዩ ዝገብር ተረዲእካ
ነነ እሱ ተጠቀም የለን ንዓኺ ኣቦኺ እዩ ንኹሉ ሃነ ኣቦና ፀገምካ ኣይፍለጥ
ያ
ሕጊ ባዕልኺ በዚ መርዛም መልሓስኪ መፂኺ ኣቦይ ብገበኑ እዩ ዝኸውን ተኣሲሩ ኢልኪ ተዛሪብኪ ባዕልኺ ተዛሪብኪ ኣብ ማስ ሜዳ መፂኺ ከብድኺ ዝረገፀኪ የለን ሰገን ነቡኺ ኣትሊስ ኣብ ማስ ሜዳ ወፂኺ ኣቦይ ይፈታሕ ብንእስነተይ ከለኹ ዘይበልክሲ ኣቦይ ገበን እዩ ገይሩ ዝኸውን ባዕልኹ ካብ ነቦኻ ሪምክዮ ኣታ በጃኹም ሕማ ነገራት ከይተዛረቡና ወላ ሕጂ ኣታ በጃኹም መሓሩና ኣታ ኣታ ግደፉና ኣታ ኣታ ኦኬ ኣብዛ ዘላ ዶ ክንዛረብ ሰገን

እዋእ ከምቲ እስኻ ሕግታት ኣኽቢርካ ትኸይድ ሕጊ ምስ ኣኽበርካ ህዝቢ ተኽብር ተረዲካ ከምኡ እውን ንቲ ወማ ህዝብን ንቲ ሕግን መኽብሮ ሽዑ ንዓይ ተኽብረኒ የስ እሞ ተረዲካ ኣነ ኣ- ኣነ እኮ ብሕጊ እየ ተመሪቐ ብ- ንሰብ ብምንታይ ይዛረቦ እፈልጥ እየ በቃ ኣቦታትና እሞ ከዓ ሕጊ ስለ ዘኽበሩ ኦኬ ኣብዛ ርእስቲ ዶ ንመለስ ሰገን ማለት ሲ እ፣ ከይገፍሓና እሱ ኖ ኖ ንዓታ ንዓ ተዛረበኒ ናበይ ገዲፍካ ንክትኣቱ ናበይ ኢቲኻኒ እንዲኻ ንዓ ናበይ ኣቲኽቲ መታት ተዛረብ ኪያ በቃ ንኺድ ግደፎ እዚ ናይ ካንዲ ናይ ጎኒ ኣቲ ናይ መንግስቲ ግን ብዙሕ ነገራት ትብል ዘለካ ሲ ኣነ ክእለት የብለይን ቀዳማይ ነገር ናይ መንግስቲ ክዛረብ ወዲ ጀጋኑ ትረዲካ እሞ ኣዋንዶ እንድሕር ክእለት ዘይብልክ ሲ ንሕና ስለ ብዙሕ ነገራት ንፈልጥ እሳ ጠጠቕ ትበለልና ብዙሕ ነገራት ትፈልጥ ኮይንካ ደኣ ምንታይ ኣለካ ናይ መንግስቲ 24 ሽዓ ብኣፍካ ኖርማል ኮይኑ ዝስማዓካ ናይ ኣቦ 24 ሽዓ መላገፂ ትገብረና ኣይትጋገይ ኣነ ንመጀመርታ ግዜ ሎሚ ኣብዚኣ ማስሜዳ ሰባት ተዛሪብና ኣብዚኣ ንመጀመርታ ዕስራ ኣርባዕተ ሰዓት ናይ ኣይኮነን ሽግር ዝበሃል ኣ- የብሉን ኣልዒለ ኣረ ትሕዝኦም ኣብዚኣ ብ- ሎሚ የልዕለኪ ኣለኹ ናይ ሽግር ዝበሃል የብሉን ትምክሒት ብዙሕ ነገራት እዩ ፅባሕ እንታይ ትምክሕቲ የጋጥመኩም የብሉን ንስኹም ናብቲኣ ከማን ናብቲኣ ደምፀት እና ትፈልጡ ተትኺድ ስለኒ ኣቦኹም መዋፅኦ ፍጠረሉ ንኹሉ ሰብ መዋፅኦ ኣሜን ፍጠረሉ ናብዚኣ ኣሜን ዘላ ንኺድ ሰገን ሓፍትና ኣሜን እሺ ብዙሕ የስ ነገራት ኣ- ንዓይ ወላ ሓንቲ ኣይትጎድኡኒ ኢኹም ብዙሕ ነገራት ተዛሪብኩም ተረዲእኩም እዝጋብሄር ግን ኣብ እሱር ቤት ዘለዉ ብሰላም መውፅኦም ገዲፍኩም መስ- መም- ምሻሎ መመሊስኩም ነቲ ሰብ ክትጎድእዎ ፅቡቕ ኣይኮነን ኣነ ኣይኮንኩን ነቦይ እሱር ኣይኮኒ ባዕለይ ኣይኮንኩን እንታይ ቃንዛ ኣለኒ ኣነ ማንም ሰብ ኣይፈልጥን እዩ እወ እሞ ሕጂ ናብታ ክስታይ እባ ንመለስ ወይ ኮነ ኢልኪ እኮ ናብ ኣቦኺ ወሲድክና ግደፍዮ ያ ሓንሳ ጽንሕሞ ሰገን ጽንሕሞ እቲ ናይ ኣቦኹ ግደፍዮ ፖለቲካ ኣይፈልጥን ኢልኪ ወዲእኺ ኣለኺ በሊዕኺ ደቅሲ ኣብዚኣ ናይ ተዛረብክያ ግን ይቕሬታ ኣነስ ኣቕ- ኣቕሒረኩም ተኾይነ ንሕዋተይ በዲለ ተኾይነ ንእስነተይ ተልኪ ተወዲኡ እዩ ብዛዕባ ናይ ኣቦኺ ኣይኮነን በቃ ግልፅ ስማዕ እሞ ብርሃነ ወላ ሕጂ ንምንታይ ከምኡ ኢልኪ በልዋ ስምዓኒ እንዶ ንምን ሓወይ ስማዕ ብርሃነ ኣብ ብርሃነ ጽናሕ እሞ ሰገን ንምንታይ ከምኡ ኢልኪ ተዛሪብኩ በልዋ ንምንታይ ኢኺ ከምኡ ዓይነት ሲ ካባኻ ካብ ካብ ኤርትራውያን ንስኹም ትሕሹ ድበልኪ ኢልኩም ትግርኛ መጀመርያ ለሚድኩም እተው ኢልኩም ሕተትዋ ካልእ ይደፎ ንምንታይ ኢኺ እዚ ቃል እዚ ኣውጺኽዮ ጸለምቲ ካባና ይሕሹን እዮም ብማን ብዝኾነ ነገር ምኽንያት ንሕና እንተደሒሽና ካቦም ንዓናሲ ሽንቲ ደጌና እዮም ንሶም ሽንቲ ደጌና እዮም ንዓና ግን ከመይ ጌርክ እኺ ኣብ ከምዚሲ ንኤርትራዊ ሓውኪ ኣናኣይስኪ ከተውፅየ ክኢልኪ ኣብ ሚድያ ብልዋ ካልእ ግደፍዎ ተዛረቡ ንመን እዩ- መን እያ- ንመን እያ እናኢሳ ኣታ በዓልኩም እንዶ ነብስኹም ኣይተንእሱታ ኣታ ኣታ ኩጉማታ ንሕና ኣታ ኣሰቦት ኢና ኩጉማታ ባህልና ኢና ንሕሉ ዘለና ሸ- ሰገን ኣታ ባህልካ ንሕና ዶ ኣ- ኣ- ከምዚ ንሕና እዩ ኣሰቦት ኢና ሰብ ስረ ኢና ባህልና ኢና ነኽብር ዘለና ይርዳእኒ ይርዳእኒ እወሞ ተረዲእካኒ ሓወይ የኽብርን ፈረቓን ግን እብለካ ዘለኹ ኣነ እኮ ንኣሕዋተይ ዳውን ገይረ ይፍለጥኒ ኣብ ቅድመይ ዝኾነ ወዲቑ ጠምዩ ከማን ከብደይ ገዲፈ ዝህብ እየ ብደጋ ኣይተስተውዕሉልና ኣነ ዘበን ሕጂ ናይ ሰሓቕ ፃውት እንተ ኮይኑ ኣብ ርሑቕ ቦታታት ዝሓመሙ ከይደ ዝርኢ እሽደኒ ነቲ ሰብ ግን ብሕሞ ኣይትውሰዶ ኣን ኣጆኹም እሞ ከብድና ካይተብልዕና ከምኡ ጌርክን ኣብዚ መፂኽን ኣብ ቅድሜና ከምዚኢታት ኣይትከያስኪ ወዲ ጀጋኑ ኣብ ቅድሚ ኣምላኸ ወላዲተ

መልሓስኩም ዶ ይክፍእን ካብ ምንታይ ምስ ፀርፉ ንሕና ንፀርፍ ኦኬ ኣ- ኣነ ሓተኪ ዶ ሓንቲ ኣንሕና ዝኸድናያ ናይጀርያ ወይ ጻዕዳ ዝተዛረበ ወዲ ተባዕታይ ተምጽለይ ንዓይ እንታይ ተምጽለይ ሓደ ወዲ ተባዕታይ ንጓል ኣንስተይቲ ምስ ናይጀርያ ጓል ኮይኑ ንጓል ኣንስተይቲ ኤርትራዊ ዘናኣሳ ወይ ምስ ጻዕዳ ኮይኑ ዘናኣሳ ኤርትራዊ ወዲ ተምጽለይ ንሃለኻ ንስኻ ወዲ ተኸልየ ዶ እንታይ ኢላነ እንታይ ዲኻ ትብል ዘለኻ እስኻ ኣእ ትግርኛ ይርዳእኪ እንድዩ ምስ ካልእ እብለኪ ኣለኹ ምስ ካልእ ዜጋ ሪኢክኒ ዲኻነ ምስ ካልእ ዜጋ ኮይኑስ ንሓብቱ ዘቋሽሻ ሪኢኺ ትፈልጢ ዲኺ ምስ ናጀርያ ጓል ድዩ ኮይኑ ምስ ጻዕዳ ድዩ ኮይኑ ገለስ ሪኢኺ ትፈልጢ ዶ እስከ ድገመለይ ትግርኛኻ
እንታይ ትግርኛ ታይ ማለትኪ ዳኺ እዚ መጸጸ እዚ እንግሊሽ እንዲ ክዛረብ ኔርኪ ምስ ናይጀርያ። ኣታ ድገም ኖኖ ኣይተረዳኣኒ ድገመለይ እንካ። ናይ እስኸሲ ብእንግሊሽ ምስ ናይጀርያ ደይ ትሰምዒ ከለኺ እንግሊሽ ደይ ትፈልጢ ከለኺ። ኣታ ሕጂ ውን ረኣ ንቲ ሰብስ ከተረድኡ ኣይትኽእሉን ኢኹም ድገመለይ ለካ። ክንደይ ግዜ ደግምለኪ ኣለኹ ሓደ ወዲ ተባዕታይ ኤርትራዊ ምስ ናይጀርያ ጓል ድዩ ምስ ጻዕዳ ጓል ድዩ ንሓብቱ ዘማሻምሽ። እስኻትክን ኢኽን ጽቡቓት የሕዋትና ድኣ ከምዚ ዝብልሲ ሰሚዕኺ ትፈልጢ ዶ? እቱ ወዲ ተባዓታይስ ብቲኣ ጓል ኣንስተይቲ የድንቓ ማለትካ ድዩ? እማ ዮኒ ንገራ ባቢ። ዝኾነ ኣነ ክነግረኪ ሰገን እሺ።
ዝኾነ ኤርትራዊሲ ምስ ካልእ ዜጋ ኮይኑሲ ኤርትራዊቲ ከምዚ እንድያ ከምዚ እንድያ ኢሉሲ ክጸርፍን ከነኣእስን
ቃላትክን እዱብ ዘይትገብሮ ቃላትክን እዱብ ተፃወቲ ሰሓቂ ምስ ዝኾነ ብሄር ክስሕቃ መሰልክን እዩ ግን ንምንታይ ግን ክብሪ ናሃትክን እቲ ቀዳማይ ባህልኽን ኣምፅኦ ሰገን ፅባሕ ዝምርዓወኪ ንዓኺ በዓል ሓዳርኪ ዝኸውን ኤርትራዊ ሓውኺ እዩ እወ ክኣልየኪ ክሕንቅቐኪ ዋላ ክብድለኪ ዝኽእል ሓውኺ እዩ እያ ሶ ኣብኡ ከይድክን ግን ነቲ ባህልኻ ዝሃርም እንድሕር ኮይኑ ግን እዞም ናይጀርያ ከ ኣብኡ ከሎ ንዓኽን ሕጂ ቀጥታ ተረዲእክን እሱ ኦው ንዓይ ጽቡቕ ኢላትኒ ነቶም ኣሕዋታ ግን ከምዚ ኢላ ያ ዳኒ ስማዕኒ እስከ ሓንቲ ነገር ክብለካ ንሓደ ሰብ ሕጂ ኣነ ኩፉእ ስለ ዝበልኮስ ናይ ብሓቂ ጌርኩም ዲኹም ትወስዶ ክፉእ ኣይኮንክን ወይለከ ኢልኪ እስኻትኩም ትጽቡቑ ካብ ኤርትራውያን ኢልክዮ

ንሕዋትና ዘበላሸ እዚ እዚኤን እየን እስኺ ክትጠርጢ ትደሊ ዲኺ እንታይ ጥራጥዋ ኩላትና ንጠርጥ እንዲና ናይ ናይ ናይ እሱ ዳ ናይ ተፈጥሮ እዩ ናይ በዓሉ ብነብሱ ክትፈስቡ ትደሊ ከምኡ እንታይ ባ- እንታይ እዩ እንታይ እዩ ትግሪ ከምዚ ኣለከ ምሽ ከይመፃኪ ብደይ ድሌትክስ በዓሉ ክትፈስዊ ትደሊ ዲኸምኡ

ጻዕዳን ጸሊምን ክነግረኪ ብኩሉ እዮም ብ- ብዘየድሊ ነገር እዮም ስጋዊ ርክብ ዝገብሩ ኣሃ ክነግረኪ ብባህሎም ገዲፎምስ እቲ ብዘይ ባህሎም ዝገብርዎ እወ ለለለ እወ ባህሎም ይሱ እወ ባህሎም ይሱ ንኦም ኣታ ባህሎም ንገራ እዩ ዘይገድ ዝነግረኪ ንኦም ባ- ሰገን ንኦም ባህሎም እዩ ንዓና ግን ባህልና ኣይኮነን ንኦም እዎ ኖርማል ንሕና እዩ እሞ እብለካ ኣለኹ እኮ ንሱ እኮ ከምኡ ክትብሉ ከለኩም እኮ ንፉዓት ኣሕዋተይ እኳ እየ ዝብል እንታይ ሕጂ ንዓይ ከምኡ ዲኹም ትሓስቡኒ ነነነኖ
ዛዕላ ክላ ብዙሕ እውን ክስታይ ትኽእል እያ እንዳውፃኽዮ እንዲ ብቓልኪ እንዳውፃኽዮ ወሲ ተውፅዮ እኮ ኣለኺ ውሽጣውነኽት እኮ ብርሂን ውሽጣዊ ክስ ተውፅዮ ኣለኺ ብደገ ኮንኪ ካባኹም ሲ ካብ ኤርትራውያን ስትሕሹ ክትብሊ ከለኺ እኮ ወይ ኣታለና ኣነሲ ብለካ ሕጂ ሓንቲ ነገር ክነግረኪ ሰገን ሰገን እስኺ ክነግረኪ ሓንቲ ምስ ነገር ሓንቲ ነገር ኣብ ማስሜዳ ክነግረኪ ሰገን ሓንቲ ነገር ኣብ ማስሜዳ ክነግረኪ ገርየኺ ስረስ ካብ ቀደም ጊን ኣሎ ሓደ ሓደ ግዜ ጽዩፍ ዝኾነ ቃላትኪ ንሱ ኣሪምኪ ብለኪ ኣለኹ ንስኺ ገርሂ ሰብ ኢኺ ሰባት ኩሉ ብኣኺ ብጽፉፍ ክጻወቱ ተረኽቡ እንታይ ንሕና ክገብር ትሽ ኣይነፍቅደሎምን በለኪ ኢና ኩሉ ክገድፎ ተኾይነስ እንተ ጸሪፎሙና ከ እንታይ ክገብር ንጎር ንበሉ ሕራይ እንታይ ድየ ክገብር ኣነ መጽየ ዘለኹ እንታይ ስርሐይ እንተ ጸሪፎሙኒ መጽየ ንዓኻ ነግረካ መጀመር ያ ኣነ ንምንታይ እዚ እንታይ እዚ እንታይ እዚ ድ- እንታይ ሳይኮሎጂ ተማሂር እንታይ ስርሐይ

ሓንቲ ከባታ ይብሉኒ ኣይፈልጥኒ ብዙሕ ከም ዝብሉኒ ኣበይ ምክዝኩረሽ ሎማዓንቲ ዋላ ኣቴ ኩረየ ክነግረካ ናይ ትበካ ኣነ ሰገን እቲ ክትፅረፊ ማንም ኣይንደልናን ሓፍትና ኢኺ ተፃወቲ ኩሉ ግዜ ሪኤኪ እየ ምስ ዝኾነ ኣብ ቲክቶክ ክትስሕቂ ከለኺ ደስ ዝብለኒ ሕማቕን ፅቡቕን ኣሎ ናትኪ ጉዳይ እዩ ኣብዚ ናይ ሕብረተሰብ ወኪልካ ዝተዛረብናዮ ጊን ጽቡቅ ኣይኮነን ንዓኣ ኢና ኣደይባትና ንሳ ከኣ ተጋጊ እንድሕር ኮይነ ይቅሬታ ተልኪ ትድምደም። ኢለ እኮ ይቅሬታ እኳ ኢለ። ዋድሕ ተወዲኣ ሪኢኺ እንታይ ኣሎ መሲልኪ ጸገም የለን ሪኢኺ ሕጂ ይቅሬታስ ሓጻር እያ ቀላል እያ። ንሕና ድማ ብዛዕባ ብኹይ ቂር ዝብል እንድሕር ተዛሪብና ኣይትሓዝልና ከምኡ ዓይነት ሰብ ኣይኮናን ብፍላይ ናተይ ማለት እዩ ዝገብር ከምኡ ዓይነት ሰብ ኣይኮንኩን ብዛዕባ ናይ ኣቦኹይ ንዓይ ኣይምልከተንን እዩ ኣብኣ እንድሕር ተዛሪበ ሕማቅ ቃላት እንድሕር ከይዳ ኮይና ይቕሬታ ብዛዕባ ኣቦኹይ ንዓይ ኣይምልከተንን እዩ ናይ ሽግር ዝበሃል መዋፅኦ ክፈጥረሉ ሰናይ ነገር ምትምናይ ናይ ኩሉ ሰብ እዩ ከምኡ እየ ትምነ ኣብኡ ካልእ ሕማቅ እንድሕር ኢለ ሶሪ ናይ ሽግር ዝበሃል የብሉን ፅቡቅ ኣለኹም እቲ ነገራት ብዙሕ ነገራት ዋላ ነቢ ይብለኩም ዕስራ ኣርባዕተ ሸዓ ኣብቲ ሕማቅ ነገራት ክዛረብ ከለኹ እያ ማዕዱና ሓፍትኹም እዩ ግን ኣነ ክፀርፉኒ ከለው ኣድጊ ኮንኩን ስቅ ኢለ ክሰምዕ ናተይን ዘይናተይን ብዙሕ ነገራት ክፀርፉኒ ከለው ክፀርፍ መሰለ እየ ኣነ ግብረ መልሲ ክቦ ሓበሻ እንታይ ተወኪ ምስ ምስ ወዳት ክትፃረፊ ትውዕሊ እንታይ ተወኪ ጥራይ ስራሕኺ እንደግበሪ እቲ እቲ ዕላማኺ ጥራይ ግበሪ ዕላማ ስርሐይ ኣብዚ ክንደይ ዝሰርሕ ፀርፉ ኣለኹ ኣለዉ ሕጂ መሰለኒ ንዓይ ኣለኒ ዝፀርፉኒ ኣለዉ ሰባት ኣለዉ ኣነ ክፀርፎም ኖ ኖ ኣይፀርፎምን እየ መምፅኤ ይፈልጦ እየ እንታይ ክገብር እየ መፅየ ስማዕ እንዶ ንስኻ ንባዕልካ ምሽ ትፀርፈኒ ነርካ ዓንተዋይ ኣበይ ማለት እዩ ኣብዚ ቲክቶክ እንታይ ኢለኪ ድየ ኣነ ትፀርፈኒ ነርካ ነኖኖኖ እንታይ ኢለኪ
ዋ ኣብ እንታይ ኢለኪ? ብዙ ወፂ ሓንኳ ናብዚ ትቐርቢ ድዩ እንታይ ክናዋተ ተተዊኺ ናብ ተተወኺ ናብ ኣቦኺ ጥራይ ትኸዲ እዛ ቆልዓ እቲ ዝበልካኒ ግድን ክመልሰልካ ኣለኒ ደሓን ኣቦኺ ከማን ደሓን እንድሕር ዝከኣል ኮይነ ናይ ኣቦኺ ኣነ እኳ ይብለካ ኣለኹ እቲ ማዕዳ እቲ ንሕዋትኩም ፅቡቅ ነገራት ፅቡቅ ሕማቅ ፀርፍት ይብለኪ ሕማቅ ፀርፍት ካብ ኣኺ ሓንቲ ሻዕ ሰምዓኒ እቲ ደቂ ሰባት ክገድፍዎ ዘለዉ ትገብርዎ ዘለኹም እኮ ብጣዕሚ ደስ ይብለኒ ግን ንቲ ሰብ እንዳመሃርኩም ግደፉ እንዳበልኩም እሞ ኣነስኹም እንታይ ትኾኑ ኣለኹም መን ስኹም ትፀርፉ ኣለኹም መን ማዓደይ መን ተፃረፋይ ምርዳእ እንታይ ዓይነት ፀርፊ ተጠቂመ ኣብ ልዕሊ ከኣነይ እንታይ ዓይነት ጸርፊ ኣሃ ከምዚ ኖኖ እንታይ ዓይነት ጸርፊ ንዓኺሲ እታ ትሕመኪ ዘላ ኣነ እዛ ካብ መልሓሰይ ዘውጽዋ እዚኣ እንታይ እያ ኣነ ሓንቲ ዝበልኩኺ ይዝክሮ እኮ ኣነ እኮ መሃይም ኣይኮንኩን ካበይ ጀሚረ እንታይ ውድእ ኣለኹ ፈልጦ እየ ኣነ ዝበልኩኺ እንተ ትኽእሊ ነርኪ ለባም እንተ ትኾኒ ኣቦኺ መግ- መ- ነቦኺሲ ኣውጻለይ ብሂወት ከሎ ተትብሊ ምሓሸኪ ነይሩ እዚኣ ተዛሪበያ እዚኣ ሕማቕ ተኸይና ድማ ኣይትሓዝለይ ሶሪ በሃል የብሉን እዚ ኩሉ ዘረባ ሰብ ምንም ኣይስማዓን ንዓይ ግን ድሓን ልምዐ እንዳ ክነግረኪ ሓዳር ሓዳር ከጌርክዶ ዝኾነ
ገዛ የስርሕ ኣለኹ ብኤርትራ ስድራ ቤተይ ምስ ኮንኩ ሕጂ ክምርዓዊ ፀኒሐ ፅቡቅ
ገዛ ተስርሐ ትጎዩ ኣለኸይ ያ
እንታይ ተመስሪታ ወላ ብሕጂ ኣብ ሓሳብ እያ ዘላ ኩሉ ንብረት ወዲቑ ሕጂ እንታይ ዝበሃል ክስራሕ እዩ
ኦኬ ፅቡቅ ዋ ንፍዕቲ
እሞ ከምዚ ዓይነት እዩ ትዛረብሉ እሞ እዚኦም ሰባት ባዕሎም ኣላትኪ እታ ሓንቲ ካብ ብዙሕ ሰሪሐልኪ እየ ዘለኹ ቀደም ኣትሒዘ ቪድዮ ዝሰርሓላ ኣላትኪ እታ ፀይቅኻ ኢድኪ እለያ ኻ እታ ናይ ፀይቂ እታ ብኢድኪ ጌርካ እታ ማእከል ትጥቀመላ ብኣፍካ እሳ ኸዓ ኔብል እያ እሺ እሞ ምዃን እንዲ ኣቢኒ ዋ ባዕሎም ብኣፈይ ከይዛረብ ኢለ ሕማቅ ምፅሓፉ ኢደ ከውፅእ ጀሚረ ሕጂ ዳ ጠቅላላ ገዲፈሎም ኮቲ ቲክቶክ

ኣይትጽረፍዋ እሰገን ገርሂ ኣሕዋት ሕጂ ያ ንሕና እንታይ ድሐጉሰና መሲልካ ኣድያም ከኣ ኣድያም ስብሃቱ እቲ በዳን ንዕምጺ እንታይ ኣሎ ራይሕ ሕጂ መሲልኪ ንስኻ ራይሕ ሕጂ ንስኻ እዎ እንታይ ገራትካ ትጸርፍ ኣለኻ ዘይትምዕዳ ኖ ኖ ኖ ዓስብካ ግደፊ ጽንሕ ደኣ ንዓ ግደፊ ኖኖኖኖ ግደፊ ጽወል ሰገን ወዳ ጽወሊ ወዳ ደርብያ ትኸይድ ደላ እያ ጽንሕ ሓንሳእ ንሕና ንደሊ ትማሊ መጽያ ነይራ እያ ምስቲ ኣብ ካምፓላ ዘሎ ወዲ ንባዕሉ ንሱ ነታ ጓል ኣንስተይቲ ብልዕሊኡ ደቂሻ ኣብ ብልዓል ኮይና ኣነየ ብልዓል ዝከውን እናበለቶ ንስካ ከማ እንተገልቢጥካ ይቅሬታ ክትሓትት ኣለካ ስራሕና ከምኡ እዩ ንስካ ባዕልካ መጺካ ይቅሬታ ሕተት ኣድያም ድማ መጺኪ ወሰን ወሰን ዘይኮነሲ ተክ ኣቢልኪ ይቅሬታ ሕተቲ ፊልም እዩ ፊልም ይኩን ኣይኩን ሓደ ወሊድኩም ከምዚ ገለ ከምኡ ኣይኮነን መጺኪ ይቅሬታ ይቅሬታ ይቅሬታስ ክትለምድ ኣለካ ኣይኮነን ድማ ናትና ኢድ ኣዝዩ ነዊሕ እዩ ኣይንገድፈክን ንኣድያም ንዓኺ ትፅበ ኣለኹ ይቅሬታ ክትሓቲ ነኽብረኪ ኢና በቲ ዘለኪ ስነ ጥበባዊ ዋላ በቲ ትገብርዮ ዓበይቲ ሰባት ምሕጋዝ ዝሓመሙ ተምፅዮ ፅቡቅ ነገራት ኣለኪ ግን በዚኣ ነገር እዚኣ ግን ንሕና ይንቕበለክን ኢና መፂኺ ድማ ይቕሬታ ሕተትላ እታ ዝተዛረብኩማ ኣብኣ ዘላ ድማ ኣዝያ ንእሽተይን ዓባይ መርዛም ዝኾነት ድማ ክትእለ ኣለዋ። ተ- ተመንጢሳ ክትእለ ኣለዋ። እዚኣ እንድሕር ዘይገበርኪ ኣዱ ኣ- ኣድያም ስብሃቱ እዚኣ እንድሕር ዘይገበርኪ እመንኒ ኣይትእመንኒ ኩሉ ግዜ ኣብ ዝገብሮ ቀዳመይቲ ዝዛረበልኪ እስኺ ኢኺ ኣብዚኣ መፂኺ ይ- ይቕሬታ ትሓቲ መፂኺ ነይርኪ ኢኺ ምስቲ ኣብ ታሕቲ ባሽሙ ፀሓፉለይ ትወዲ ንስኻ ከማን ከም ጥዑም ሽምኪ ኩሉ ግዜ ምሩር እዩ ናትካ ከማን ምሩር እዩ ሓንቲ ጓል ኣንስተይቲ ካብ ብልዓል እያ ኣነ ዝኸውን ኣዴታትና ብታሕቲ ስለ ዝነበራ እየን ሓሲረን ኣነ ጊን ብልዓል ክኸውን እየ ኢላ ብልዓል ደይባትካ። መን እያ?
ኣብ ካምፓላ እያ ብልዓል ደይባቶ። ከምበላያ ከምበላያ
ናይ ኣብዚ ናይ ብሓቂ ማለት ድዩ ዋላ ፊልሚ እዩ? እወ ሓውሲ ናይ ብሓቂ ናይ ብሓቂ ክገብርዎ ሓሲቦም ስዲ በዓል ቪድዮ ካሜራ።

ኣታ ጀገና ክብኡ ይኮነ ወላዲተይ ኣሽሙር ጌርኩ
ሓንቲ ክነግረኪ ሓንቲ ክነግረኪ ከም ኤርትራዊ ሓውኪ ከም ንእሽተ ሓፍተይ ክምዕደኪ ሓራይ
ኣይኖ ለዋህኺ እኽሊ ክረምቲ እኺ ገርሂ እኺ ግን ምስ መን ትኸዲ መን ንገዛ ክትእትዊ ንመፃኢ ፕላንኪ ሓንፂፅ ትኸዲ ምስ መን ትኸዲ ንገዛኺ ንመን ትእትዊ ስቅ ኢልካ ናይ ቅድሚ ሕጂ ሰሚዕናዮ ኢና እቲ ቃላት ሓቂ ግደፋ ግደፋ ብጣዕሚ ገ እወ ሕጂ ረአ ከምኡ እንዳበልኩምሲ ኣሕዋትካ ኣይኮኑን ኩሎም እኮ ኣሕዋትና እዮም እዚ ከምዚ ትብሎ ዘለካ ሕጂ ኣይኮኑ ፅቡቅ ኣለካ ኮኒ እንቲኦም ኣሕዋትካ ትብሎም ከ ከም ኣሕዋት መጠን ምስኦም ክትስሕቅ ክትፃወት ትደሊ ላላላላላ ሕጂ ኣብዚኣ ምስ ሸላጊን ኣድጊ ጥራይ እያ ትኸይድ ክነግረኪ ሲረስ ስምዒ ክነግረኪ ምስ ምስ ሸላ ሸላ ግን ሓውኹም ክነግረኪ ኣይኮነን ዋላ ሸላ ሓውኹም ኣይኮነን ንዓይ ምሽ ኣብ ሂወተይ ኖ ኖ ብዙሕ ኖ ኖ ነገራት ኖ ስምዕኒ ሳነ ምስልኪ ወዲ ዋላ ተባዕታይ ብስድራ ቤተይ እሱ ምሽ ተጻሪፈ ኣነ እስኺ ጓል ኢኺ ክትከብሪ ኣለኪ ቀዳመይቲ ጓል ኣንስተይቲ ክትከብር ኣለዋ ኣነ ንዓኺ ከጋጌኪ ተደልየ የጋጌኪ ኣነ ምሳኺ ኣብ ማስሜዳ ክካታዕ ኢለ ይመጽን እየ እሱ ግን ኣብ ማስሜዳ ብ- ንኣብነት ብደገ ኣነ እኮ ናተይ ህይወት ኣለኒ እኮ ንኣብነት ምስ ደስ በለኒ ናተይ ድብላ ክወጽእ ይኽእል እየ ግን ኣብ ማስሜዳ መጽየ ኖ

ናይ ኣሕዋትኩም መሰል ንክኽበረልኩም ብዙሕ ነገራት እንዳተዛረብኩም ንምንታይ እሞ ንካልእ ሰብሲ ተውድቕዎ?
መን እዩ ወዲቑ? ሕጂ እዚ ናይ ሸላብ እዚ እባ እዚ እባ ንሕና ክንዛረቦ ይንኽእል ኢና ከመይ ኢልና ንዛረቦ ረሳሕ ኮይኑ ረሳሕ ኢዝ ረሳሕ ኦኬ እሺ ህጂ ንሓንቲ ሓብትኻ እንታይ ዓይነት ትዛረባ ኣብ ማስሜዳ ብውሽጢ ንዓኹም እዩ ዝምልከት ንዓይ ዝምልከት ኣብዛ ገዛይ እዚኣ ደስ ዝበለኒ እየ ዝገብር ኣብ ኣብ ማስ ሜዳ ግን ንሓንቲ ሓብተይ ኣነ እንታይ ይዛረባ እንታይ ዓይነት ቃላት እየ ዝጥቀም ይፈልጥ እየ ሶ ንሱ ሰብኣይ እዩ ንስኺ ሰበይቲ ኢኺ ጓል ኢኺ ሕማቅ ቃላት ንሓብትኻ ኣድላይ ኣይኮነን ኩሉ ግዜ ካና ብዛዕባኺ ይኮናን እዞም ሰባት እዚኦም ለይቲ ምስ መዓልቲ ንጓል ከምዝግበሪ ከምዝግበሪ ከምዝግበሪ ኣውፅዮ ኣርእኒ ተጠወይ ተጠወይ ናበይ ኣኽጥወ ናበይ ገፃ እንታይ ድጥዎ ኣለወን እዘን ናትናሲ ተገልቢጠን ተቢለን ማዕኮት ጥርሙዝ እየን ዝመስላ ኩለን እንታይ ኣለወን ባዕ ሓደ ክነግረኪ ስም ኣይፀናሕና እንዲና ንሕና ዋላ ትብልዮ ዘለኺ ኣነ ከም ሰብ እንደ ትንፋስ ዘለዎ እንስሳ እንደ ድሪኦ ዋላሲ እቲ ድበለኪ ቃላት ውንሲ

ሓቂ ዝኸነ ሓሶት እዩ እቲ ኩሉ ሻዕ ኣብ ነብስኻ ዘይረኽበካ ግን ኣመሳሲሉ ክመፅእ ተላኢኹ ከምዝመፅእ ብዙሕ ነገራት እዩ ኣነ ብነብሰይ ኮሪዐ ዝኸይድ ስድራቤተይ ኣላይት ወላ ዓርኪ ተሓዝኩ ኣነ እምበርከ ንነብሰይ ክፅእ ሰገን ምብል ኣምበር ሓቅነት የብላ ንሕማቕ እንዲያ እታ ነገራት ዘረባ ዘይኮንኩን ሓቅነት የብላ እንዲያ እታ ዘረባ ሓሶት ስጋ ትርሓሰይ ሓሶት ኣነ ከምኣ ጠርጢረ ምሸት እያ ቅዱስ ትኸይድ ዘላ እዛ ግዜ ምሸት እያ ከምዛ ትብልያ ቅዱስ ዘለኹ ሚካኤል ጠርጢረ ድፋኣሉ ምኽንያቱ ናይ ናይ ምኽንያቱ ንሰገን እንድሕር ደትትንክፋ ኣነ ከማይ ልሓ- ምዛስ ትብልያ ዘለኺ ልክዕ ኣብ ሓንጎለይ መጽያትኒ ክገርመካ ሕጂ እንታይ ትስብ እሞ ስለ ዘለኺ ወልቀ ኮንኩን ማዕተይ ስጋዕ ዝኾነስ እንታይ እሞ ወላ ሓንቲ ክትብል ኣይትኽእልን ኢኻ እንታይ እሞ እትኦም ሰብኣይ ዝገበሩ ተባሂሉ ገርና ጥምር ኣቢሉ ከማና ወለዲ ዘይሕዘኪ ክልተ ዘይገበራ ኢድኪ ጥምር ዘይብለኪ ምስኣ ገይሩ እ? ጥምር ቢሉ ዘይሕዘኪ ብ- ብ- ብኣካል ባይ ትረኣየኒ ዓሰርተ ሰብኡት ኣውዲቐ ርእሶም ኣድኒነ ዝኸይደ ጓል ቆልዓ ዎው ስጋ ፍርሓት የብና ኣረጋዊ ካብ ካሜራ ኮይንካ ብዙሕ ነገራት ትዛረብ ኢኻ እዚ

ኣብ ሓዳር ዝኸውን ሰብኣይ እወ ንሓዳር ንመጻኢ ዝኾነኪ ንዓኺ ንሓዳር ናብራ
ካበይ ዜጋ ክትመርፅ ንበላ ኤርትራዊ ሱዳኒ ድሓን ስዳ ድሓን ፍልጥ እንዲያ ተዓላዲት እወ እ፣ ንስድራ ቤቱ ዝኣሊ ንነብሱ ዝኣሊ ንነብሱ ኮይኑ ሃናዓይ ዝኸውን ደቁ ብስ- ብስነ ስርዓት ዝዕቢ

ቀስ ኣለኒ በሊ እንድዩ ኣለኒ መዓት ቀስ ኣለኒ ኢልና ንምህረኪ ኢና እሞ ትግርኛ ኣነ እኮ እንቢበ ይቁልነ እንታይ ዝበሃል ግን ናሰማዕተ ዝሓደር ንፍዕቲ ናይ ናይ ንፍዕቲ ቀፅሊ ምክንያቱ እታ ቀዳሚት ዝበልክያ ሰባት ኣይዝክርዋን እዮም ስድርኡ መጀመርታ ዘፍቅር ዝኣሊ ኢልኪ ንፍዕቲ እዎ እ፣ ስድራ ቤቱ ንፍዕቲ ኣልዩ ቀፅሊ ን- ስድራ ቤቱ ኣልዩ ንነብሱ ኮይኑ ብስድራ ቤቱ ተገዳስነት ዘለዎ ሽዑኡ ብኣይ ዝግደስ ደቁ ከዓ ብሰላም ዝዕቢ ናይ ፍርሓት እግዚኣብሄር ዘለዎ ሃኒ ካብ ሓቁ ርትዕ ወይ እዚ ሪቪው ኩሉ ተኮይኑ ኢልኪ እስኺ ከ ከመይ ክትኮንሉ ይኾነለይ እምበር ተኾይኑ ዘይኮነለይ እወ ነነው
ንሱ ሲ እዚ ኩሉ ተኮይኑ ኢልኪ ትወዲ ሲ እስኺ ሲ ከመይ ክትኮንሉ ከመይ ክኾ- ከም ናቱ ኮነሉ ኣንሃኒ እቲ ዝደልዮ የማልእ ኣሉ
ከም ሰብኣይ ሰብኣይ ኮይኑ የኽብሮ በሊ እወ ከም ሰብኣይ ግድን እሱ ዳኒ ሰብኣይ ሰብኣይ ኮይኑ እንዲ ክኸብር ግድን እዛ ኩሉ የማልኣሉ ትብለካ ኣላ ምምላእ ክፈትዋ ማዕቴን እዎ ግን ደሓር ኩሉ ማላ ኣሎ ንገ ማለት ሲ ከምቲ ናቱ ትሕትና ጌራ ይኸደሉ ከም ሰበይቱ ጽቡቕ ኦኬ ኣላ እቲ ግን ትግርኛ ደሓን ናብ ዝኾነ ይጠወያ ንፍዕቲ ናይ ብሓቂ ርኢኺ እዚ ጽቡቕ እ፣ ትምኒት ከለክሲ ባይዘወይ ኣይ ሆፕ ድሕር ሕጂ ገዲፍክዮ እቲ ሕማቕ ቃላት እ፣ እቲ ግርናት ናትኪ እቲ ግርህነት ድማ ሰብ ከይቡድሉኺ እ፣ ንሕና እውን እዎ ከምዚ ኣይጸላእክናን ዝዛረብ እንታይ ኮምስ ገርክና ተመርዓኹ ክእሰር ስለ ዝኾንኩ እየ ከይተመርዓኹ መልሓሰይ ክዛረብ ኣለኒ
በኮለ ገና እዛ ክንኣስረኪ ሕጂ ኖኖ ኣይደልን እየ ሰልደይ በኮ ዋህለ
ናይ ሰልዲ ዘለና ሰባት ኣለና ኖኖ ይሰርሕ ኣለኹ ስርሐይ ሰሪሐ ገዛ ይስራሕ ኣለኹ በቃ ወዲ ሽዑ ሓዳር ኣይገብር ከምዚ ናይ ወድ ጀጋኑ ሰብኣይ ከ ሓጠ ቅብለኪ ዶ
ከምዚ ናይ ወድ ጀጋኑ ሰብኣይ ሓጠ ቅብለኪ ዶ ቅሩብ
ሚስተር ጀጎን እንታይ ትብላ ኣለኻ ርዳእ እንዲ የለን
ዋት ሓቶ እንታይ ትግርኛ ናተይ ከምዚ ዓይነት ሰብኣይ ከቕርብ ከመይ ደስ ብለክ ዶ
ከምዚ እስኻ ከም ብርር ዝበለ ሰብኣይ እያ እያ
ግን ንዓኻ ኣይኮንኩን ዝምርዖ ካልእ እየ ክምርዖ ይህ እንታይ ልዑለ እንታይ ይህ ኣነ እንታይ ደኸይነዳ ዋ እስኻ ናይ ምርዑ ትኸውን ኣፍቃሪ ትህልወካ ፅቡቅ ኣይኮነ የብለይን የብለይን ድሓን ቀላጥ ገዛ እያ ዘላትኒ ድሓን ቃላት ገዛ ኣይደለን እየ
እሞ ሓደ ሓደ ግበራት ሲንግል ዘለኽን ኣነ እኮ ንዓኺ ሓቲተኪ ሓደ ሓደ በላ ትብል ኣነ ንዓኺ እኮ ሓቲተኪ
ዋ ግደፈኒ እንዶ ከቢድኒ ዘረባ ካልእ ዘረባ
ባይዞይ ሰገድ ደሓን እሱ ኬ እዛከ ስማዕ ሓደ ስማዕ ሓደ ወድ ጀጋኑ ቅድሚ ሰለስተ ሰሙን ሲ ኣብ ናይ ፋሚሊ ፀዊዖም ኢሉ ተረዲእካ
ጓልኩም ሃቡና ክብሉ ውኮፍ ኢሎም ፀንሖም ነብሲ ኩሉ ፈትፈት ኢሉ ተረዲእካ ሕጂ ጓል ሃቡና ኢሉሞ ያ
ሕጂ ሰናይ ሰናይ ሕጂ ዳፋሕ የብለልክ ኣለና ቁርብ ሃሪምናክሞ ነይነይ ኖርማል ግን ኣይተመርዓኹን ኮን እዩ ገና ዕላማ ኣለኒ ብሕጂ ሰለስተ ዓመት ድሕር ስለ ሂቦሞ ክንበልዓዩ ዋላ ኣለዉ ኖኖ ኢሎሞም ሂቦሞም ዋላ ኖኖ ኢሎሞ ኖኖ ኣነ ዕላማ ኣለኒ ምክንያቱ ዝግበር ነገራት ብዙሕ ኣለኒ ነደይ ወርቅን ጨርቅን ከኣልያ ንሕዋተይ ትሕተይ ዘለኹም ርሖም ናይ ገዛና ሲ ኣነ ናይ ስድራ ቤት ኣላይት እቲ ወዲ ከ ትፈልጥዮ ድያ ንፍዕቲ ምእላይኪ እቲ ወዲ ከ ትፈልጥዮ ድዩ ስኺ ኔኖ ኣብ ዓዲ እንድዩ ኣብ ዓዲ ድዩ ሓቂ ኣብ ዓዲ ድዩ ኣብዚ ኣብዚ ኣብዚ ኣብዚ ትብለካ ኣላ ኣብዚ
ኣብ ሆላንድ ትብለካ ኣላ ድሓን ካብ ሆላንድ ውስጥ
እዋ ስምዕ እንደ ጀሚራ እዛ ሓንቲ ነገር እዚኣ እንድሕር ጀሚርካ ኩሉ ግዜ ክመፁ ኮይም ሕጂ ዝገሹ ሓንቲ ግዜ ተተኸፊታ ኢሎም ህቦታትና ኩሉ ግዜ ዝሓትኻ እዮም ዝመፁ እዩ ብዙሓት ክመፁ እዮም ኣነ እሞ ክሰደልክ ዶ ጋ- አ፣ እዚ ሽማግለ ኖኖ ብጥርያ እዎ ኣነ እሞ ዕላማ ኣለኒ ሕጂ ቁርባ ሰብ ገዛ ክዋላ ይብፅሑ ኣብቲ ገዛ ትሰጉዮም ከመይ ዳይ ክብረት ዘይብልክቲ ውይ ኣታ ከምኡ ይኮነ ኣታ ርኣይ ሕጂ ሰብ ኣነ እሞ ክምለ መርኣይ ኣብ ገዛ ከይብፅሑ እሞ ትሰጉዮም እቶም ናተይ ቤተሰብ ትሬን ኮ- ከይዶም ኣይፈልጡን እዮም እኳ እቶም ቤተሰበይ አ፣ ሻሂ ገለመለ ቡን ነስትዮ እንዳ ፅቡቅ እያ ሰትዮም ሽዑ ኖኖ ትብሎም ዋላ ኣቶ ለሙ ኣንቲ ወላይታይ ኣይዘወይ ናብ ውሽጢ ልቢ ኣይስዳኒ ኣውፅኹም እንዳ Anyway, ክዳ ብምእታውኪ ከማን ደስ ኢልና ከምዚ ኢልኪ ዕሊልኪ ምስ ኣሕዋትኪ ጌጋኻ ኣሪምኪ ፅቡቅ እዩ ነዮ እዚ እቲ ዝድለ ካብ ፍላጥኪ ኮንኪ ናይ ኖት ሃዊኪ ከተዛሪብኪዮ ከምዘን ካልኦት ካብ ውሽጢ ከብድኺ ኮንኪን ኣውፂእኽዮ እቲ ፅቡቅ ልዕሊ ኩሉ ሰገን ሓውካ እዩ ሓውካ ኣብ መሬት ወዲቂ ካልእ ወዲ ዘጋ የልዕለክን ክነግረኪ ድሌት እኳ ናይ ብለልኪ ሓውካ ሓውኪ እዩ ተኣምር ገርያ ብዙሕ ዓበይቲ እኳ ትሕግዝ ነራ ዓበይቲ ዝተፀገሙ ገለመለ ትሕግዝ እኮ እያ ምሸት ሙሉእ ምሸት ሓግዙኒ ክትብል ገለ ከላ እኮ ፅቡቅ ባህርያት ኣለዋ ገርህነት ኣለዋ ግን ምሕዝነት ምሕዝነት እዚ ስደት እዩ ምስ መን ትኸይድ ንመን ኢኻ ትመርጾ እንታይ ዓይነት እዩ ምሳኻ ዝኸዱ ዘለዉ እንድሕር ዘይትፈልጥ ኴንካ ሓደ መዓልቲ ምውዳቕ እውን ኣሎ